ሰላም ጥዕና ይሃበለይ ክቡራትን ፍትዋትን ተኸታተልቲ መደብ ሳባውያን ታይምስ ለሞን ከምቲ ልሙድ ነዚ ዕለት ዝሓርናዮም ሓጸርትን እዋናውን ዝበልናዮም ዜናታት ሒዝናልኩም መጺና ኣለና። ንሰናይ ምክትታልኩም ንዕድም። ፈለማ ቀንዲ ቀንዲ ነጥብታቶም ናባኹም ክነብል። ቢሮ ሰላምን ጸጥታን ክልል ኣምሓራ ዋና ቃልስና ኣንጻር ሻዕብያ ክብል መልእኽቱ ኣሕሊፉ። ቢሮ ሰላምን ጸጥታን ኣብ ዝዘርግሖ ስፍሕ ዝበለ ሓበሬታ ፋኖ ኣብዚ ሕዚ እዋን ዕንቅፋት ኮይኑና ዘሎ ካብ መቐለን ኣስመራን ብዝላኾ ሎጂስቲክን መምርሒን እዩ ክብል እውን ኣዘራራቢ ዝተብሃለ ርእይቶ ዝሃበ እንትኸውን፣ ነዚ መልእኽቲ እዚ ወይ ከዓ ነዚ ሎጂስቲክ ጠጠው ንምባል ኣንፃር ሻዕብያ ክንቃለስ ኢና ክብል መልእኽቲ ሕሊፉ ኣሎ። ዝርዝር ሓበሬታ ክህልወና እዩ። መንግስቲ ኢትዮጵያ ኣብ ኲናት ሕድሕድ ሱዳን ይሳተፍ ከም ዘሎ ዘረጋግፅ ሓበሬታ ሮይተርስ ሒዙ ምውፅኡ ስዒቡ ንሱዳናውያን ኣቆጥዑ። ሱዳናውያን ትረር ዝበለ መጠንቀቕታ ናብ ኢትዮጵያ ልኢኾም ኣለዉ። ዝርዝሩ ክሰምዕኹም። እዚ ከምዚ ኢሉ እንዳሃለወ መንግስቲ ሱዳን ናይ ሓደ ነጥቢ ሓሙሽተ ቢልዮን ዶላር ኣፅዋር ዕድጊት ተካይድ ዓበ ስምምዕነት ከም ዝበፅሐ ተሰሚዑ ኣሎ። ዝርዝሩ ክስዕብ እዩ። ላይክ፣ ኮሜንት፣ ሸር፣ ሰብስክራይብ ምግባር ኣይዘንግዑ። በቢ ዘለኹሞ ሰናይ ፃንሒት ይግበረልና። ሱዳን ኣብ ሰብኣዊ ቅልውላው ኣብ ዘለተሉ እዋን ምስ ፓኪስታን ናይ 1.5 ቢልዮን ዶላር ስምምዕነት ኣፅዋር ንምፍራም ትንቀሳቐስ ከም ዘላ ተሓቢሩ። ወተሃደራዊ ሰብ መዚ ሱዳን ሰብኣዊ ቅልውላው ዓለም ለኻዊ ስግኣትን ኣብ ዝዛየደሉ ዘሎ እዋን ምስ ፓኪስታን ናይ 1.5 ቢልዮን ዶላር ስምምዕነት ኣፅዋር ንምፍፃም ተወፋይነቶም ኣረጋጊፆም ኣለዉ ክብል ቢዝነስ ኢንሳይደር ኣፍሪካ ፀብፂቡሎ። እቲ ዝቐረበ ስምምዕነት ብቐንዱ ንቐለልቲ ናይ ውግእ ነፈርቲ፣ ሰብ ኣልቦ ነፈርትን ስርዓት ምክልኻል ኣየር ዘካተተ ምዃኑ ተጠቒሱሎ። እቲ ስምምዕ ዕጡቓት ሓይልታት ሱዳን ኣብቲ ኣንጻር ሓይሊ ህጹጽ ወሃቢ ምላሽ RSF ዘካየድዎ ዘለዉ ኲናት ናይ ኣየር ጸብለልታነት ንምድልዳል ዝዓለመ ምዃኑ ተሓቢሩሎ። እቶም ዝዝተየሎም ዘሎ ኣጽዋር ካራኮረም ሸሞንተ ቀለልቲ መጥቃዕትን ልምምድ ነፈርቲ ልዕሊ ክልተ ሚእቲ ሰብ ኣልቦ ነፈርቲ ምዕቡላት ስርዓት ምክልኻል ኣየር ዝርከብዎም ምዃኑ ተሓቢሩ ኣሎ። እቲ ስምምዕነት እንተደኣ ተፈጻምነት ረኺቡ ኣብ ዝሓለፉ ዓመታት ሱዳን ዕድጊት ኣጽዋር ካብ ዝፈጸመቶ ስምምዕነት እቲ ዝዓበየ ክኸውን ምዃኑ ተሓቢሩ ኣሎ። ድሕርቲ ኣብ ወርሒ ሚያዝያ ክልተ ሽሕን ዓሰርተ ሓሙሽተን ዓመተ ምህረት ብኣቆጻጽራ ግእዝ ዝጀመረ ኲናት ሕድሕድ ሱዳን ብጀነራል ዓብዱልፈታሕ ኣልቡርሃን ዝምራሕ ሰራዊት ሱዳን ንሱዳን መሊኡ ንምቁጽጻር ዝገብሮ ዘሎ ጻዕሪ ዘመላኽት ዕድጊት ኣጽዋር እውን እንዳተባሃለሉ ይርከብ። እቲ ኲናት ሓደ ካብቶም ዝኸፍአ ሰብኣዊ ቅልውላዋት ዓለምና ኮይኑ ከምዘሎ ሕቡራት ሃገራትን ትካላት ረድኤት ክሕብሩ ጸኒሖም ኣለዉ። ኣብ ቀረባ እዋን ዝወጹ ጸብጻባት ከም ዘመላኽትዎ ኣብ ዞባ ዓባይ ኮርዶፋን ዝካየድ ዘሎ መጥቃዕቲ ሰብ ኣልቦ ነፈርቲ ሰላማውያን ሰባት ይቐትል ከም ዘሎ ዝሕበር እንትኸውን ኣብ ልዕሊ ሰራሕተኛታት ረድኤት ዝፍጸም ዘሎ መጥቃዕቲ ድማ ነቲ ኣሰቃቂ ኩነታት የጋድዶ ከም ዘሎ እዩ ቢዝነስ ኢንሳይደር ኣፍሪካ ኣብ ጸብጻቡ ዝጠቐሰ። ኢትዮጵያ ዋጋ ክትከፍል እያ ክብሉ ሱዳናውያን ተሓንዮም ኣብ ቤንሻንጉል ጉሙዝ መሰልጠኒ ካምፕ ወተሃደራት ሱዳን ምህላው ሮይተርስ ብመረዳእታ ምርግጋጹ ዝዝከር እንትኸውን ኢትዮጵያ ኣብ ውግእ ሱዳን ብቐጥታ ከም ዝተሳተፈት ብመረዳእታ ዝቐረበ ንፈለማ እዋን ምዃኑ እውን ተገሊጹሉ ካብ ሳትላይት ዝተረኸበ ምስሊ ላዕሎ ሰበስልጣን ኢትዮጵያ ኣባላት ድሕነት ብልጽግና ዲፕሎማሰኛታት ዝተረኸበ መረዳእታ ተገይሩ ከም ዝተረጋገጸ እዩ ጸብጻብ ሮይተርስ ዘመላኸቱ። ኢትዮጵያ መሬትን ሓይሊ ሰብን ብምሃብ እያ ኣብቲ ዝካየድ ዘሎ ኩናት ሕድሕድ ሱዳን ትሳተፍ ዘላ ዝብል ጸብጻብ እዩ እቲ ናይ ሮይተርስ ሓበሬታ። መዕርፎ ነፈርቲ ኣሶሳ መኮብከቢ ድሮናት ተሃኒጹሉ ካብኡ ዝብገሳ ድሮናት ዓረብ ኤምሬትስ ኣብ መሬት ሱዳን ደብዳበ ከም ዝፈጸማ እውን ብመጽናዕቲ ተረጋጊጹ ኣሎ። ዝተረፉ ድጋፋት ድማ ብሕቡራት ዓረብ ኤምሬትስ ከም ዝሽፈኑ እዩ ዝተገለጸ። ቀልቢ ዓለም ለኸ ሚድያታት ሎሚ እውን ኣብዚ ጉዳይ ተንተርኢሶም ስፍሕ ዝበለ ሓበሬታ ክውዝዑ ውዒሎም ኣለዉ። ሱዳናውያን ብዝተፈላለዩ ሚድያታት ዓረብ ቁጥዖም እንዳገለጹ ይርከቡ። ኢትዮጵያ ዋጋ ክትከፍል እያ ክብሉ እውን ሱዳናውያን መጠንቀቕታ መልእኽቶም ብኣንፈት ምብራቕ ንእትርከብ ጎረቤት ሃገሮም ኢትዮጵያ ኣጠንቂቖም ኣለዉ። ካልኦት ድማ መንግስቲ ኢትዮጵያ ነቲ ወተሃደራዊ ማእኸል ብቕልጡፍ ክዓጹ ትርር ዝበለ መልእኽቲ ብምልኣኽ ኢትዮጵያ ኣብ ኩናት ሕድሕድ ሱዳን ኢዳ ክትስሕብ ከጠንቅቑ ተራእዮም ኣለዉ። እቲ ናይ ሎም መዓንቲ ብብርክት ዝበለ መረዳእታ ተሰንዩ ብሮይተርስ ዝወፀ ሓበሬታ ኢትዮጵያ ኣብ ውግእ ሕድሕድ ሱዳን ብቐጥታ ከም ዝተሳተፈት ዘረጋግጽ ኮይኑ ምስ ተረኸበ ሱዳናውያን ጥራሕ ዘይኮኑ ሃገራት ዓረብ እውን ብፍሉይ ቆላሕታ ክገብራሉ ተገዲደን እየን። ኣብይ ኣሕመድ ኩናት ሕድሕድ ሱዳን ጎቲቱ ናብ ኢትዮጵያ ከም ዘእተዎ እዩ ንዓለም ለኸ ማሕበረሰብ ግልፂ ኮይኑ ዝወፀ። ሱዳን ካብ ቤንሻንጉል ጉምዝ ዝብገስ ተደጋጋሚ መጥቃዕትታት ሓይልታት RSF እንዳመከተት ምጽናሓ ኣብ ዝተፈላለዩ እዋን ዝወጹ ዝነበሩ ሓበሬታ ከመላኽቱ ጸኒሖም እዮም። ዛጊድ ግን ሱዳን ካብ ኢትዮጵያ ሰጊሩ ንዝመጽእ መጥቃዕቲ ካብ ምምካት ሰጊራ ዶብ ኢትዮጵያ ሰጊራ ዝፈጸመቶ መጥቃዕቲ የለን። መንግስቲ ክልል ኣምሓራ ኣብዚ ሕዚ እዋን ንዋግዕ ዘለና ምስ ሸዓብያ እዩ ክብል ገሊጹ። ቢሮ ሰላምን ጸጥታን ክልል ኣምሓራ ኣብዚ ጉዳይ ኣመልኪቱ ኣብ ዘርግሖ ስፍሕ ዝበለ መግለጺ መንግስቲ ክልል ኣምሓራ ኮነ መንግስቲ ኢትዮጵያ ኣብዚ ሕዚ እዋን ዝዋጋእ ዘሎ ምስ ሻዕብያ እዩ ክብል ጠቒሱ ኣሎ። እቲ ሕዚ ኣብ ውሽጢ ክልል ኣምሓራ ኮነ ኣብ መላእ ኢትዮጵያ ዝረኣዩ ዘሎ ግጭታት መምርሒ ኮነ ሎጂስቲክ ዝወሃቦም ዘሎ ካብ መቐለን ኣስመራን እዩ ክብል ክጠቅስ ዝተረእየ እቲ ቤት ፅሕፈት ስለዚ እቲ ሕዚ ንገብሮ ዘለና ምንቅስቓስ ኮነ ውግእ ምስ ሻዕብያ ክብል ጠቒሱ ኣሎ። ኣብቲ መግለፂ ወሲኹ ወልቃይት፣ ፀለምትን ራያን ንምውራር ዝንቀሳቐስ ዘሎ ሓይሊ ጉጅለ ፋኖ ተጠቒሙ ሰራዊት ምክልኻል ኢትዮጵያ ኮነ መንግስቲ ኢትዮጵያን ካልኦት ሓይልታት ጸጥታ ሙሉእ ትኹረቶም ኣብ ክልል ኣምሓራ ክገብሩ ብምግባር ነቲ ከባቢ ንምቁፅፃር ዝዓለመ እዩ ክብል እቲ መግለፂ ክኸስስ ተራእዩሎም። ስለዚ ናይዚ ኩሉ ጸገማት መንቀሊ ዝኾነ ሻዕብያ ንምውጋም ኩላትና ኣብ ሓደ ክንስለፍ ይግባእ ክብል ህዝቢ ከለዓዕል ተራእዩ ኣሎ። ስርዓት ብልፅግና ኣንፃር ፋኖ ዘካየዶ ዘሎ ኩናት ብሓይልታት ፀጥታ እቲ ክልል ክካየድ ድሕሪ ምግባር ሰራዊት ምክልኻል ኢትዮጵያ ብበዝሒ ናብ ዶባት ትግራይ ክንቀሳቀሱ ምግባሩ ኣብ ናይ ንግሆ ምድላውና ምጥቃስና ዝዝከር እዩ። ዕጡቓት ፋኖ ከተማታት ኣምሓራ ይቆጻጸሩ ከም ዘለዉ ተገሊጹ። ፋኖ ኣብ ጎንደር፣ ጎጃምን ወሎን ብዝወሰዶም መጥቃዕትታት ሰፍሕቲ ዓወታት የመዝግብ ከም ዘሎ ተገሊጹ ኣሎ። ብልጽግና ሰራዊቱ ናብ ትግራይ ምጽጋዕ ስዒቡ ፋኖ ንከተማታት ንፋስ መውጫ፣ ደብረ ታቦር ሓዊሱ ዝተፈላለዩ ከባብታት ክቆጻጸር ከም ዝኸኣለ ሎማዕንቲ ዝወጹ ሓበሬታ የመላኽቱ። ኣብ ዝተፈላለዩ ከባብታት ኣምሓራ ሕዚ እውን ውግኣት ተጠናኺሮም ምቕጻሎም እዩ ዝተሓበረ። ካብ ሰራዊት ፋኖ ብተወሳኺ ሰራዊት ሓርነት ኦሮሞ ሓድሽ ዝተብሃለ ወተሃደራዊ መጥቃዕታት ምጅማሩ እዩ ዝተገለጸ። ስርዓት ብልጽግና ኣብ ክልል ኣምሓራ ኣንጻር ፋኖ፣ ኣብ ክልል ኦሮሞ ድማ ኣንጻር ሰራዊት ሓርነት ኦሮሞ ክካየድ ዝጸንሐ ወተሃደራዊ ወፍሪ ብተን ናይ ክልላት ኣካላት ጸጥታ ክካየድ ድሕሪ ምውሳን ሰራዊት ምክልኻል ኢትዮጵያ ካብ ክልቲኦም ክልላት ኣውጺኡ ናብ ትግራይ ከዋፍር ክኢሉ እዩ። ነዚ ስዒቡ ሓይልታት ፋኖ ኾኑ ሓይልታት ሰራዊት ሓርነት ኦሮሞ መጥቃዕትታቶም ኣጠናኺሮም ብምቕጻል ኣብ ልዕሊ ስርዓት ብልጽግና ከቢድ ዝተብሃለ ኪሳራ የስዕቡ ከም ዘለዉ እዩ ዝተገለጸ። ሰራዊት ናጽነት ኦሮሞ ንኣዲስ ኣበባ ኣስፊሑ ናይ ምኽባብ ስልቲ ይኽተል ከም ዘሎ ድማ